ከምዚ ንሪኦ ዘለና ናይ ቢትኮይን ቻርት ከፊትና ኣለና ብናይ ዊክሊ ኢና ዘለና እዚ ማለት ሓንቲ ሽምዓ እዛ ትረኣየና ዘላ ሓንቲ ባላ ንሓደ ሰሙን እያ ትውክል ዘላ ማለት እዩ ንኣብነት ኣብዚ መወዳእታ ዘላ እዛ ናይ መወዳእታ ቀጠልያ ዘላስ ንሓደ ሰሙን እያ ትውክል ሕጂ ካብ 217 መወዳእታ ወይ ድማ 218 መጀመርታ ክሳዕ ክሪስማስ ናይ 225 ናይ ሸውዓተ ዓመት ሙሉእ ጉዕዞ ቢትኮይን ከመይ ከም ዝመስል ክንርኤ ኢና ብዘይክኡ ወላ እውን ናይ ናይ ሓደ ዓመት ናይ ክልተ ዓመት እንዳካፋፈልና ኣንፈት ናይ ቢትኮይን ናበይ ገፁ እዩ ዝኸይድ ወይ ኣብ ከመይ ደረጃ ኣሎ እቲ ናይ ምውዳቕ ተኽእሉ ክሳብ መዓስ እዩ ወይ ክሳብ ኣበይ እዩ እቲ ናይ ምድያብ ተኽእሎ ኸ ኣለዎ ድዩ የብሉን ክንርኤ ኢና ንኣብነት እዚኣ ድሓነ እዛ ቢትኮይን ፅሕፍቲ ዘላ ርኢናያ ስለ ዘለና ንኸይተጋጌና ክጥፋ እየ ሕጂ እንታይ ክንገብር ኢና ሓፈሻዊ ኣንፈት ቴክኒካል ኣናሊሲስ ክንገብር ከለና ዝተፈላለዩ ዓይነት መገምገም እንዲም ዘለውና እቲ ማርኬት ስትራክቸር ከመይ ይመስል እቲ ክብን ለጠቕ ንኣብነት ኣብዚ ላዕልላ በዚ ዘላ ላዕሊ ተተኪኣ በዚ ብዘላ ተተኪኣ ናበይ ኣንፈት ክወስደና ከምዝኽእል ክንሪኦ ክንፈልጦ ንኽእል ኢና ኣብዚ ታሕቲ ዘሎ በዚ ላዕለወይቲ ታሕቲ ተተኪኣ እዚኣ ድማ በዚ ትትክኣላ እቲ ኣስካል ኣስካላ ጉዕዞ ናይ ቻርት ክንሪኦ ንኽእል ኢና ዝተፈላለየ ኣለውና እቲ ቀረብ ኣበይ ኣሎ እቲ ጠለብ ኣበይ ኣሎ እቲ ዲማንድ ኤንድ ሳፕላይ ዞን ዝበሃል ዝተፈላለዩ ኣለውና ንሕጂ እቲ ትረንድ ላይን ትረንድ ላይን እዚ ሸውዓተ ሸሞንተ ዓመታት ጉዕዝኡ ከመይ ነይሩ ንክንሪኦ ትረንድ ላይን ትረንድ ላይን ሕጂ እንታይ ክንገብር ንኽእል ክልተ ታሕተወት ከም ኣብነት ክንወስድ ንኽእል ኢና ንኣብነት እዚ ኣብዚ ዘላ ናይ 222ን ናይ ዕስራን ሰለስተን ከላግበ ንኽእል እየ ንዕና ላጊበ እቲ ትህበኒ ሰለስተ ነጥቢ እንዴን ከድልያና ክልተ ኣብ ታሕቲ ሓንቲ ብላዕሊ ወይ ድማ ክልተ ብላዕሊ ሓንቲ ብታሕቲ እንዴን ከድልያና ሕጂ ምስታ ናይ 18 ከላግባ እየ ኣብዚ ናይ 218 ጥሪ ወይ ድማ ዲሰምበር 217 ኣላትኒ ኣብዚ ዘን ክልቲኤን ኣላጊበን ኣለዎ ስለዚ ኩሉ ግዜ ትረንድ ላይን ሰለስተ መበገሲ ክህልወና ኣለዎ እዚኣ ኣላትኒ እዚኣ ኣለዋኒ እዚኣ ኣለዋ ካብዚኤን ተበጊስካ ተማዕራርዮ ነቲ ትረንድ ላይንካ ማለት እዩ ሕጂ እዚኣ ኣብዚ እተን መብገሲ ዝበልናየን ኣብዚ ላትና ኣብዚ ክልተ ኣለዋና ብዘይክኡ እዚኤን እውን ከምኡ መበገሲ ኮይነን ኣለዋ እዚኣ ሓንትላ ኣብዚ ክልተ ኣለዋ እዚኣ እውን ሳልሰይቲ ኣርኪባታ ነራ ራብዐይትን ሓምሸይትን እዚኤን ምስ መጻና ንዕኡ ነቲ ትረንድ ላይን ንቕድሚት ኤክስተንድ ምስ ገበርናዮ ኣበይ ተራኺበን ኣብዛ ናይ 224 መወዳእታ 225 መጀመርታን መፋረቕ 25 ሰለስተ ግዜ ነቲ ናይ ላዕለዋይ ናሕሲ ናይቲ ትረንድ ላይን ሃሪማ እሱ ከም ረዚስታንስ ኮይኑሎ ማለት እዩ ንዕኡ ሃሪማ ንታሕቲ ረዚስታንስ ስለ ዝኾና ወይ ድማ ናይ ላዕሊ ናሕሲ እቲ ክትበፅሖ ትኽእል በዛ ትረንድ ላይን ተበጊስና እቲ ክትበፅሖ ትኽእል ነቲ ግዜ እቲ ስለ ዝበፅሐት ኣብኡ ተመሊሳ ኣላ ኣብዚ 217 221 222 224 25 ኣብ ላዕሊ ላዕሊ ሃሪማ ኣብ ክልተ ሽሕን ዕስራን ሰለስተን ኣብ ታሕቲ፣ ሕጂ እንታይ ኢና ንዕዘብ ዘለና ካብዚ? ኣብ ክልተ ሽሕን ዕስራን ሓሙሽተን ሃሪማ ምስ ተመልሰት ናብቲ ማእከላይ ገምጋም እዚ እቲ ማእከላይ ገምጋም ዝበሃል እቲ Regression Line ናብኡ ተመሊሳ ኣላ ማለት እዩ። ገለ ካብቲ ቀዳማይ ዕላማ ናይ ቻነል እንታይ እዩ ምስ ሰራሕካዮ ብዓይንኻ እቲ ኣንፈት ናይቲ ማርኬት ብሓፈሻ ናበይ ይኸይድ ኣሎ ከርእየካ ክእል ኣብዚ ከም ንሪኦ ዘለና ንላዕሊ ኣንፈት ንላዕሊ ስያፍ ይኸይድ ስለ ዘሎ ሓፈሻዊ ቢትኮይን ኣብ ናይ ሸውዓተ ዓመት ጉዕዝኡ ንላዕሊ ምዃኑ ከርእየና ይኽእል ቀዳማይ ካልኣይ እቲ ረዚስታንስ ኣብዚኤን ነጥብታት ምስ ኣላገብናየን ኤክስተንድ ምስ በልናየ ኣብ 225 እቲ ላዕለዋይ ናሕሲ ኣብ 120 ከባቢ ወይ 120 ወይ ድማ 125 ሽሕ ረዚስታንስ ከጋጥማ ከም ዝኽእል ሲ ጌና ብኣግኡ ወላ ቅድሚ ክልተ ዓመት ድዩ ቅድሚ ሓደ ዓመት ኮንካ ክትግምቶ ትኽእል እዚ እቲ ካልኣይ ነጥቢ እዩ ሳልሳይ ነጥቢ ድማ እቲ እዚኣ ቻነል ሬግሬሽን ላይን እንዲያ ትበሃል ሬግሬሽን ቻነል እንዲያ ትበሃል ሊኒየር ሬግሬሽን እዚ እዚ ቀጠልያ ንሪኦ ዘለና እቲ ማእከላይ ገምጋም ዋጋ እዩ እቲ ቢትኮይን ኣብ ዝተጓዓዘኡ ኣብ ዝኾነ እዋን ናብዚኣ ንክምለስ ዓብ ተኽእሎ ኣለዎ ምክንያቱ ዝተፈላለዩ ዓይነት ትሬደራት እንዲም ዘለዉ ሚን ሪቨርጅን ዝበሃሉ ኣለዉ ናይ ሪቨርሳል ዝበሃሉ ኣለዉ ትረንድ ፈሎው ዝገብሩ ኣለዉ ናይ ሞመንተም ኣለዉ ሕጂ እዚኣቶም እቶም ሪቨርሳል ክኸውን ከሎ ዝደፍኡ ንታሕቲ ኣለዉ ሚን ሪቨርዥን ድማ ኩሉ ግዜ ኣብ ላዕሊ ላዕሊ ምስ በፅሐ ናብዛ ማእከላይ ላይን ንክትበፅሕ ዝፅዕሩ ወይ ዝደፍኡ ኣለዉ ኣብዚ ታሕቲ ምስ በፅሐ ድማ ንማእከላይ ላይን ንላዕሊ ከደይቡ ዝፍትኑ ኣለዉ እዚኦም እቶም ሚን ሪቨርዥን ዝበሃሉ ስትራቴጂ ዝኽተሉ እዮም ስለዚ ረኣዩ ኣብዚ ኣብ ማእኸል ሃሪሙ ነይሩ ኣብዚ ከም ሳፖርት እውን ኮይኑዋ ነይሩ ኣብዚ ሳፖርትን ረዚስታንስን ክልተ ግዜ ክንደይ ግዜ ናብዛ ማእኸል ይመፅእ ኣሎ ብድሕሪኡ ኣብዚ ኣብ ማእኸል መፅዩ ድሕሪኡ ኣብ 225 ኣብ ወርሒ ሰለስተ ኣብታ ማእኸል በፂሑ እዩ ሕጂ ድማ ኣብ መወዳእታ 225 ኣብዛ ማእኸል በፂሑ እዩ ካብቲ ኣብ ላዕልን ታሕትን ዝበፅሖ ዘጥፍኦ ግዜ ከም ሓቂ ኣብዚ ማእከል ዘጥፍኦ ግዜ ይበዝሕ። እዚ ድማ እንታይ እዩ ዘርእየና? እዛ ማእከላይ ገምጋም ዋጋ እዚኣ ላይን እዚኣ ንኹሉ ግዜ ከም ማእከላይ ገምጋም ወይ ድማ እቲ ፌር ፕራይስ ዝበሃል ኣብዚ እንዳ ንላዕሊ ኣብ ዝደይብወሉ ድዩ ንታሕቲ ኣብ ዝወርደሉ ኩሉ ግዜ ነዚኣ ላይን እንዳረገፃ እንዳበፅሓ ክኸይድ ከም ዝኽእል ንግምት ማለት እዩ። ስለዚ ኣብዚ እዋን እዚ ቢትኮይን ኣብ ከመይ ደረጃ ኣሎ እንድሕር ተባሂሉ ኣብቲ ማእከላይ ገምጋም እዩ ዘሎ። እዚስ ቴስዓ ሽሕ ሕጂ በጺሕዎ ዘሎ ወይ ሰማንያን ሸሞንተን ሽሕ ሰማንያን ትሽዓተን ቴስዓ ሽሕ ዘለዎ እቲ ማእከላይ ገምጋም ኣብቲ ናይ ሸውዓተ ዓመት ጉዕዝኡስ ኣብቲ ማእከላይ እዩ ኣይ ክቡር ኣይኮነን ሕሱር እውን ኣይኮነን እዛ ሪግሬሽን ቻነል ነጊራትና ኣላ ኣብ ማእከላይ ዋጋ ምዃኑ ኣብዝስ ኣብቲ ማእከላይ በፂሑ ከም ዘሎ ነጊራትና ኣላ ንዝመጽእ ከ ከመይ ዝመስል ኣንፈቱ ብዘይካ እዚ ቻነል ሲ ወይ ድማ ብዘይካ እዚ ትረንድ ላይን ብካልእ መገዲ ከ ብከመይ ክንሪኦ ንክእል ኣብዚኣ ናይ ሓምሳ ሙቪን ኣቨሬጅ ትበሃል ኣላትና ናይ ሓምሳ ሙቪን ኣቨሬጅ እንታይ እያ ልዕሊ እዛ ሕንጻጽ እንድሕር ሃልዩ እቲ ዋጋ ንላዕሊ ዘለዎ ተኽእሎ ይዓዝዝ ከም ዳይናሚክ ሳፖርት ወይ ድማ ዳይናሚክ ረዚስታንስ እውን ክትከውን ትኽእል። ንኣብነት ኣብ 2021 ኣብ ዝለዓለ ጥርዙ በፂሕሉ ኣብ ዝነበረ ናይቲ ግዜ እቲ ማለት እዩ ምስ ተመልሰት ከም ዳይናሚክ ሳፖርት ኮይኑዋ ነይሩ። ብድሕሪኡ ንላዕሊ ንስ ከባቢ 69 ሽሕ በፂሑ ኣብዚ እውን ሓንሳእ ክልተ ግዜ ክልተ ሰሙናት ንሳፖርት ኮይኑ ንዓ በሲዓታ ምስ ወረደት ግን እቲ ዋጋ ብትሕቲኡ ንክንደይ ዓመት ጸኒሑ መስለኩም? ካብ መወዳእታ 2021 ክሳዕ ማርች 2023 ንልዕሊ 14-15 ኣዋርሕ እቲ ዋጋ ትሕቲ እታ ላይን ነይሩ ማለት እዩ ሓንሳእ ሰንጢቑዋ ምስ ከደ ነታ ላይን ኣብቲ ትሕቲኣ ንልዕሊ ዓመትን ርብዕን ጸኒሑ ማለት እዩ ብድሕሪኡ ኣብዚ ናይ 2023 ምስ ደየባ ነታ ላይን ብልዕሊኣ ምስ ደየበ ንርኣዮ ኣብዛ ሓቂፋቶ ነይራ ንጊዚኡ ነዋርሕ ብድሕሪኡ እቲ ዋጋ ንላዕሊ ምስ ተተኮሰ ንድሕሪት ገጹ ኣይተመልሰን ማለት እዩ ኣብዚ ሳፖርት እውን ኮይናቶ ነይራ እታ ላይን እዚ ዋጋ ክኸይድ ከሎ እዛ መስመር እውን ምስ እያ ትኸይድ ክሳዕ 225 ኣብ 225 ኣብዚ ናይ ዶናልድ ትራምፕ ታሪፍ ኣዊጅሉ ዝነበረ እውን ንሳ እውን ከም ሳፖርት ኮይናቶ ነይራ ካብ ከባቢ ሚእቲ ሸሞንተን ሽሕ ናብ ሰብዓን ሓሙሽተን ሽሕ ድዩ ሰብዓን ሽዱሽተን ሽሕ ወሪድሉ ዝነበረ ሳፖርት ኮይናቶ ነይራ ብድሕሪኡ እቲ ዋጋ ክሳዕ ሚእትን ዒስራን ክሳዕ ሚእትን ዒስራን ኣርባዕተን ሽሕ በፂሑሉ ዝነበረ ብድሕሪኡ ካብኡ በፂሑ ምስ ተመልሰ እታ ናይ ዓንቶይ ዝበልና እታ ቻነል ብላዕሊ ረዚስታንስ ዝኾነቶ ረዚስታንስ ኮይና ደፊኣ ምስ ሰበለቶ ነዛ ላይን እዚኣ ሰይርዋ መዓስ ይስብራ ኣለዎ መስለኩም ኣብዚ ኖቨምበር 225 ምስ ሰበራ ሸዓ ምስ ሰበራ ዳርጋ ንክልተ ወርሒ ሙሉእ ዝኸውን ትሕትታ ላይን ኣሎ እዛ ላይን ቀስ እንዳበለት ከምዚ እንዳበለት ክትመፅያ ነዛ ላይን ሪክሌም ክሳዕ ዘይገበራ ልዕሊ እዛ ላይን ክሳዕ ዘይደየበ ኣብ ቤሪሽ ሞመንተም ኣሎ ክንብሎ ንኽእል ማለት እዩ እዚኣ ብናይ ቻነል ርኢና ሕጂ ድማ ብናይ ሙቪን ኣቨሬጅ መዓስ እዩ ድሕሪ ሓምሳ ሙቪን ኣቨሬጅ መዓስ እዩ ዝኸውን ዘጋጥም ዘሎ ተልና እዚ ኖቨምበር 225 ጃንዋሪ 223 ንልዕሊ ክልተ ዓመትን ዓሰርተ ወርሕን ልዕሊ ዛላይን እዩ ነይሩ ድሕሪ ሰለስተ ዓመት እዩ ናብ ትሕቲ ዛላይን ዝኸውን ዘሎ ስለዚ እቲ ሞመንተም ንታሓቲ ምዃኑ ካብዚ ዝሓለፈ ክልተ ወርሒ ወይ ድማ እታ ዋጋ ን100 ሽሕ ምስ ሰበረታ ብድሕሪኡ ንታሕቲ ከም ዘሎ ሞመንተም ክንርዳእ ይከኣል ንኣብነት ካብ 223 ናብ ዘሎ ትረንድ እንድሕር ጀሚርና ኣብዚ ታሕቲ ከም ዘሎ ረኣየና ኣሎ ድሕሪኡ ኣብዚ ላዕሊ ደይባ ንታሕቲ ቁርብ ወሪዳ ነይራ እዛ ላዕለወይቲ ብካልእ ላዕሊ ተተኪኣ ኣላ ኣብዚ እቲ ኣስካላ ዓይነት ኣምፅኣ ኣላ እዛ ታሕተወይቲ እውን ብካልእ ታሕቲ ተተኪኣ ኣላ ኣብዚ እዛ ላዕሊ ብካልእ ላዕሊ ተተኪኣ ኣላ እዛ ታሕቲ ድማ ብካልእ ታሕቲ ተተኪኣ ኣላ ስለዚ እቲ ኣካይዳ ኣስካላ ኣስካላ ዓይነት እዩ ዘሎ ይድይብ ይዕርፍ ይድይብ ይዕርፍ ክሳዕ ሕጂ እዚ ታሕተዋይ እዚ እዚ ታሕተዋይ እዚ በዚ ታሕተዋይ ኣይተሳዕረን ኣሎ ክሳዕ ዘይተሳዕረ ቢትኮይን ንታሕቲ ገፁ ክኸይድ እዩ ክንብል ኣይንኽእልን ኢና ወይ ድማ እቲ ናቱ ስትራክቸር ተሰይሩ ኣሎ ክንብል ኣይከኣልን እዩ እጅ ንሕና ከም ሎንግ ተርም ኢንቨስትመንት ወይ ድማ ናይ ኣዋርሕ ትሬድ ክንገብር እንድሕር ኮይና ናይ ቢትኮይን እዛ ታሕተወይቲ ቅድሚ ቅድሚ ሸሞንተ ወርሒ ወይ ድማ ቅድሚ ሸሞንተ ወይ ትሽዓተ ወርሒ በፂሕዋ ዝነበረ ሰብዓን ኣርባዕተን ሽሕ ትብል ታሕተወይቲ እሳ እዛ ታሕቲ እዚኣ ከይተሰብረት ኣንፈት ቢትኮይን ንታሕቲ ገጹ እዩ ክንብል ኣይከኣልን እዩ። እዚኣ እታ ቀንዲ ሳፖርት ኮይና ዘላ እያ ማለት እዩ። ቢትኮይን ብናይ ነዊሕ ክንሪኦ ከለና ኣብዛ ማእከላይ ገምጋም ኣብኣ እዩ የዕሪፉ ዘሎ። ስለዚ ኣብ ማእከላይ ገምጋም እዩ ዘሎ ኢልና ኣለና። እንተኾነ ግን ትሕቲ እዛ ናይ ሓምሳ ሙቪን ኣቨሬጅ ምውራዱ ንግዜኡ ደኺሙ ከም ዘሎ እቲ ትረንድ ንታሕቲ ኣንፈት ክህበና ከም ዝኽእል ርኢና ኣለና እንተኾነ ግን እዚኣ እዚኣ እዛ ናይ ቅድሚ 8 9 ዋርሕ ኣብ ኤፕሪል ናይ 224 ዝነበረ ዝተሓተ 74 ትብል ሽሕ ንሳ ክሳዕ ዘይተሰብረት ንታሕቲ ክንቆት እዩ ክንብል ዝከኣል ኣይኮነን ገለ ወገናት እንታይ ዝብሉ ኣለዉ ንኣብነት ኣብታ ናይ ዲሰምበር ኣብዚ ዲሰምበር 217 ትብለና ኣላ ኣብኣታ ዝለዓለት ሃሪማ ነይራ ኣብ'ታ ዝለዓለት ሃሪማ ነይራ ኩሉ ግዜ ከም ንዝክራ ኣብዚ ኖቨምበር 2021 ድማ ዝለዓለት ሃሪማ ነይራ ሕጂ ድማ 2025 መወዳእታ ኣብ ኦክቶበር ዝለዓለት ሃሪማ ኣላ እዚ እንድሕር ርኢናዮ እቲ ፍልሊ 2017 መወዳእታ 21 መወዳእታ ኣብዚ ናይ ኣርባዕተ ዓመት ኣለና ኣብዚ እውን ናይ ኣርባዕተ ዓመት ጋፕ ኣለና እንታይ እዮም ዝብሉ ኣብ ኤቭሪ ፎር ይርስ ኣብ ኣኣ ኣርባዕተ ዓመታት ቢትኮይን ካብቲ ላዕሊ በፂሕዎ ዝነበረ ንታሕቲ ይወርድ ይብሉ ኣብዚ ወሪዱ ኣሎ ኣብዚ ወሪዱ ሕጂ ድማ ናይ ኣርባዕተ ዓመት ሳይክል ገይሩ እዩ ዝወርድ ዘሎ ወይ እቲ ናይ ኣርባዕተ ዓመት ሳይክል ስለ ዝኣኸለ ብከምኡ ምክንያት እዩ ዝወርድ ዘሎ ዝብሉ ኣለዉ እንተኾነ ግን ኣብዚ መጀመርታ ኣርባዕተ ዓመታት ቢትኮይን እተን ዓበይቲ ኢንስቲቱሽን ከም በዓል ብላክ ሮክ ወይ እቶም ዓበይቲ ኢንቨስተራት ኣይተፀንበርዎን ነይሮም ሕጂ ግን ተጸንቢሮሞ ስለ ዘለዉ ነዚ ናይ ኣርባዕተ ዓመት ሳይክል ሕጂ ዋላ እኳ ኣብ ኣ ኣርባዕተ ዓመት ከም ይወርድ ምዃኑ እንተፈለጥና እቲ ሳይክል ማለት እዩ ኣብዚ ሕጂ እዋን ግን እቶም ዓበይቲ ኢንስቲቱሽን ተጸንቢሮሞ ስለ ዘለዉ ክወርድ እዩ ኣይክወርድን መጀመርታ ኣብቲ ቴክኒካል ኣናሊሲስ ነዚኣ ክሰብራ ይኽእል ዶ ኣይሰብራን ነዚኣ ኢና ክንርኢ ዘለና መጀመርታ ነዚኣ እንድሕር ሰይርዋ ብድሕሪኡ ክሳብ ኣብዚ ክሳዕ እዚ ናይ ሓምሳን ሓሙሽተን ሽሕ ዘሎ ክሳዕ ኣብዚ ናይ ምውራድ ተኽእሎ ኣለዎ ማለት እዩ። ነዚኣ ክሳዕ ዘይሰበራ ነዛ ሰብዓን ኣርባዕተን ሽሕ ክሳዕ ዘይሰበራ ግን ቢትኮይን ኣብ ምውዳቑ እዩ ዘሎ ክንብል ኣይከኣልን እዩ። ብዘይካ እዚ ብፊቢናቺ ጌርና ክንሪኦ ኢና። ናይ ቴክኒካል ኣናሊሲስ ካብ ትፅቡቑ እንታይ ኣለዎ? ንኣብነት ፊቢናቺ ኣብዚኣ ኣብዚ ናይ 220 ናይ ኮቪድ ግዜ ታሕቲ በፂሕሉ ዝነበረ እታ ክልተ ሽሕን ዒስራን ሓደን ቀዳመይቲ ትረንድ ኣብኣ እንድያ ጀሚራ ኣብታ ድሕሪ ኮቪድ እሳ እታ ቀዳመይቲ ትረንድ ንዳሕራይ ንድሕሪ ኣርባዕተ ሰለስተ ዓመታት ክሳዕ ኣበይ ክበፅሕ ከም ዝኽእል ብፊቡናቺ ጌርካ ክትፈልጦ ትኽእል ኢኻ እዛ ናይ ክልተ ሽሕን ዒስራን ናይ ኮቪድ ወዲቓታ ዝነበረት ናይ ክልተ ሽሕን ዒስራን ሓደን ማክሲማም በፂሓታ ዝነበረት ምስታ ኣብ ክልተ ሽሕን ዒስራን ሰለስተን ወሪዳታ ዝነበረት ነዘን ሰለስተ ነጥብታት እንድሕር ኣላጊብና ቢትኮይን ብናይ ፊብናቺ መገዲ ኣብዚ ሚእቲ ፐርሰንት ዋን እዛ ዋን ተፃሒፋታ ዘላ ክሳዕ ኣብዚ ክበፅሕ ከም ዝኽእል ቀዳማይ ኣብነት ኣለና ብድሕሪኡ እውን እዛ 1.6 ክሳዕ ኣብዚኣ ክትበፅሕ ከም ዝትኽእል እውን ብፊብናቺ ክንፈልጥ ንኽእል ማለት እዩ እዚአን ናይ 220 221 23 ኣላጊብና ጥራይሲ ኣሄድ ቅድሚ 34 ዓመት ኣብዚ ሚእትን ዕስራን ክልተን ሽሕ ክትበጽሕ ከም ትኽእል ክንግምት ይከኣል። እዚ ሕጂ ንርኣዮ። ኩሉ ግዜ ፊቡናቺ ኣብዚኣ ሚእትን ዕስራን ኢላትና ኣላ። እታ ቻነል ምስ ገበርናያ እውን ኣብዚኣ መጺኣ ኣላ። ሕጂ እዚሲ ናይ ክልተ ነጥብታት መራኸቢ ቦታ ኮይኑ ኣሎ። ካብ ናይ ዝሓለፈ ከምኡ ኣርኢና ኣለና ፊብናቺ ንዝመጽ ድማ እዚኣ ክሳዕ ዘይተሰብረት እዚኣ እንድሕር ተዘይተሰይራ እዚኣ ቢትኮይን ንላዕሊ ገጹ እንድሕር ይኸይድ ሃልዩ ብፊብናቺ ክሳዕ ክንደይ ክምጠጥ ከም ዝኽእል ክንሪኣ ኢና ናይ ዝቀረባ ግዜ ትረንድ ካበይ ተበጊሱ ኣሎ ትረንድ ካብዚኣ ተበጊሳ ኣላ እሳታ ቦቶም ናታ ምስታ ላዕለወይቲ ኣብዚ ዘላ ኣብዚ ናይ ሕጂ ድማ ነዚኣ ከም እዛ ሰማንያ ሽሕ ወሪዳታ ዝነበረት ከም ናይ መወዳእታ ቦተም እንድሕር ንዓ ሓሲብናያ ቢትኮይን ክሳዕ ኣበይ ኤክስተንድ ክገብር ከም ዝኽእል ንርኣዮ እዚ እንታይ ይብለና ኣሎ ክሳዕ ኣብዚ ትሪእዋ ኣለኹም እዚኣ ቢትኮይን ንኣብነት 1 ፐርሰንት ናይዚኣ ደይባ ዘሎ ትረንድ ልክዕ ከምኣ እንድሕር ተደጊማ ንላዕሊ ገጽ ክሳብ ኣበይ ክትበጽሕ ትኽእል ይብለና ኣሎ ክሳዕ ሚእትን ሳላሳን ክልተን እሳ ድማ ርኣይዋ ምስዛ ቻነል እዚኣ ትጋጠም ኣላ ሕጂ ኩሉ ግዜ ክልተ ሰለስተ ነገራት ክጋጠመልካ ከሎ እቲ እቲ ነጥቢ ማዕረ ክንደይ ኣድማዒ ምዃኑ ማዕረ ክንደይ ረዚስታንስ ክህልዎ ከም ዝኽእል የርእየካ ስለዚ ቢትኮይን እዛ ናይ 80 ሽሕ ከም ቦቶም እንድሕር ሃሪምዋ ንላዕሊ ገጹ እንድሕር ከይዱ ክሳዕ 132 ክሳዕ 133 ሽሕ ናይ ምብጻሕ ተኽእሎ ኣሎ ኣብ ቀረባ መጻኢ ማለት እዩ። ንታሕቲ ገጹ ነዚኣ እንድሕር ኣፍሪስዋ ነዛ ናይ ሰብዓን ኣርባዕተን ሰብዓን ሓሙሽተን ሽሕ እንድሕር ኣፍሪስዋ ግን ናበዩ ኢልናዮ ኣለና ናብዚ ሓምሳን ሓሙሽተን ሽሕ በጺሕዎ ዝነበረ ቅድሚ ሕጂ ናይ ቅድሚ ኣርባዕተ ናይ ቅድሚ ክልተ ዓመት በጺሕዎ ነበረ ክሳዕ ኣብዚ ይኮርድ ቢትኮይን ዝተፈላለየ ዓይነት ኢንዲኬተራት ጌርካ መሐበሪ ጌርካ ክትርኢ ይከኣል እዩ ንኣብነት ካልእ ሞዴል ኣላ እዚኣ ንክጓዓዞ ዝኽእል ብሊኒያር ዘይኮነ ሊኒያር ብዘይኮነ መገዲ ትሕብረና ሞዴል ኣላ እዚኣ እታ ናይ 217 ኣብ ዝለዓለት ኣብቲ ሞዴሊቲ ምስ እተኻያ ኣብቲ ዝለዓለ ሃሪማ ነይራ ኣብዚ ናይ 221 22 ዝነበረ እውን ኣብቲ ዝለዓለ ናይታ ሞዴል እቲ ዝለዓለ ንሓሳ ሃሪማ ነይራ ኣብዚ ክልተ ሽሕን ዒስራን ኣብ ኮቪድ እውን ኣብቲ ዝተሓተ ሃሪማ ነይራ። ብድሕሪኡ ዒስራ ካብ ሚእቲ፣ ሓምሳ ካብ ሚእቲ፣ ሰማንያ ካብ ሚእቲ፣ ቴስዓ ካብ ሚእቲ ናይቲ ሞዴላት ንኣብነት እዛ ካልኣይቲ ሕንጻጽ እዚኣ ቴስዓ ካብ ሚእቲ እያ። እዚ ጻዕዳ ዝረኣየና ዘሎ ሓምሳ ካብ ሚእቲ ናይቲ ሞዴል እዩ። ሕጂ ኣበይ ኣላ እንድሕር ኢልናያ ኣብቲ ሓምሳ ካብ ሚእቲ ናይቲ ሞዴል በዚ እንታይ ክብለና ይኽእል እዚ እቲ ማእከላይ ገምጋም እውን ባዕልና ክንወስዶ ንኽእል ኢና ብኮመን ሰንስ ኣብቲ ማእከላይ ገምጋም ከም ዘላ በዚ ካልኤት ሞዴል እውን ክንፈልጥ ንኽእል ማለት እዩ ክሳዕ እዚ እንታይ ይሕብር ክሳዕ ኣበይ ክበፅሕ ከም ዝኽእል ክሳዕ ኣበይ ክወርድ ከም ዝኽእል ንኣብነት እቲ ዝተሓተ ላይን ናይዚ ሞዴል እዚ ሲ ንኣብነት እንተወሪዱ ማለት እዩ ካብዚ ሞዴል እዚ ክንደይናይ ከይወፅእ እንተወሪዱ ግን ክሳዕ ኣበይ ክበፅሕ በቲ ሞዴሊቲስ እዝስ እቲ ናይ ቦቶም ናይ መወዳእታ ናሕስስ ካብ ኣርብዓ ሽሕ ክንደየናይ ከይወርድ ወላ እንተወረደ እዚ ብሙሉኡ ካብዚ ናይ ኣርብዓ ሽሕ በታ ናይ ዓንተወይ ዝበልናያ እንድሕር ኮይና ኣብዚ ተን ናይ ሱሳ ሽሕ ኣላትና ንላዕሊ ጎፁ እንድሕር ከይዱ ድማ በዚ ሞዴል እዚ ተበጊስካ ኣብዚኢታት እንድሕር ከይዱ ክሳዕ 150 ሽሕ ክሃርም ከም ዝኽእል እዛ ሞዴል እዚኣ ትነግረና ማለት በዛ ሞዴል እዚኣ ተበጊስና እውን እቲ ናይ መወዳእታ ክወድቆ ዝኽእል ክሳዕ ኣርብዓ ሽሕ እዩ። ካብ ኣርብዓ ሽሕ ንታሕቲ ክወድቕ ከም ዘይክእል እዛ ሞዴል ትነግረና። እቲ ናይ ዝለዓለ ጥርዙ ክበጽሖ ዝኽእል ድማ ክሳዕ ሚእትን ሓምሳን ክሳዕ ሚእትን ሱሳን ኣቢሉ ነዚ ዓመት እዚ ማለት እዩ። እቲ ዓመታት ክቕጽል ኮሎ እቲ ክብን ለጠቕን ናይቲ ዋጋ ድማ ምስኡ ይብርኽ ማለት እዩ ሕጂ እቲ ናይ ሸውዓተ ዓመት ናይ ሓሙሽተ ዓመት ዝብል ገዲፍና እንታይና ከነቃልብ ዘለና ኣብዚ ቀረባ መጻኢ ቢትኮይን ክሳብ ኣበይ ይበጽሕ ኣብ ዝሓለፈ ዘረባና ኢልናዮ ዝነበርና እዚኣ እታ ናይ ሰብዓን ኣርባዕተን ሽሕ ኣላትና ናይ ቅድሚ ትሽዓተ ወርሒ ኣጋጢማ ዝነበረት ነዚኣ ሰብ ትሰብራ ዶ ኣይትሰብራን ነዚኣ ክሳዕ ዘይሰበረታ ኣንፈት ንላዕሊ ክኸውን ግምት ንህብ ኣብዚ ሕጂ እዋን ድማ ነዛ ናይ ቴስዓን ኣርባዕተን ሽሕ ትሰብራ ዶ ኣይትሰብራን ነዛ ናይ ቴስዓን ኣርባዕተን እንድሕር ሴራታ እቲ ጉዕዞኣ ክሳብ ኣበይ ክበፅሕ ይኽእል ክሳዕ እዚ ሚእትን ኣርባዕተን ሽሕ ወይ ድማ እዚ ሚእትን ሽዱሽተን ሽሕ እቲ ኣንፈት ክሳብ ኣብዚ ክበፅሕ ይኽእል ኣብዚ ምስ ኣብዚ ምስ በፅሐት ድማ እቲ ሽዑ ኣብቲ ቅነቲ ዘጋጠምት ፕራይስ ኣክሽን ካብኡ ተሞርኪስና ድማ ኣንፈት ክንሕብር ይከኣል ማለት እዩ። ነዚ እንድሕር ሰይራቶ ናበይና ክንጽበ ዘለና ኣብዚ ከባቢ ናይ 115 ሽሕ ወይ 116 ሽሕ ናብኡ ኢና ንጽበ ማለት ክሳዕ ሽዑ ግን እቲ ፕራይስ ኣክሽን በቢ ቅንያቱ በቢ ሰሙኑ በቢ ወርሓቱ ቸክ እንዳገበርና እንተኸድና እዩ ዝሓሸ። ኩሉ ግዜ ንቢትኮይን ይኹን ንክሪፕቶ ኣናላይዝ ክንገብር ኮለና ክሊር ኮይኑ ምእንቲ ክረኣየና ነታ ነዛ ሓንቲ ካንድል ብናይ ሓንቲ ወርሒ ንግበራ ዋን ማንዝ ጌርና ሕጂ እቲ ጉዕዞስ ክሊር ይረኣየና ማለት እዩ ኣብዚ ላዕልን ታሕትን ወሪዱ ነይሩ ኣብዚ ሕጂ እዋን ድማ ናይ ኖቨምበር ዓባይ ብርትዕቲ ካንድል መፅያላ እንተኾነ ግን ብዙም ኣውት ጌርና ምስ ረኣናዮ ብናይ ኣዋርሒ ጌርና ምስ ረኣናዮስ ሓንቲ ካንድል ወይ ናይ ሓንቲ ወርሒ እያ እታ ንታሕቲ ምጉዳል መፅያ ዘላ እምበር እቲ ስትራክቸር ንርኣዮ ኣንፈቱስ ናበይ ምዃኑ ንርኣዮ ኣብኡ ከለና ብኮመን ሰንስ ኣንፈቱ ከምዚ ጌርና እንድሕር ርኢናዮ ዝኾነ ነገር ከይገበርና ማለት እዩ ከምዚ ኢንዲኬተር ከይሓበርናስ እቲ ኣንፈቱስ ናበይ ምዃኑ የርእየና እዚኣ ድማ ክሳብ ሕጂ ወላ ሓንቲ ዝተሰብረት የላን ኣብዚ እቲ መሰረት ናይዚኣ መሰረት ናይዚኤን ብሙሉአን ትረንድ ትኸይ ዘላ መሰረት ኣብዚ ኣሎ ናይዚኣ ብሙሉኣ ደይባ ዘላ መሰረት ኣብዚ ኣሎ ናይዚኣ ደይባ ዘላ ዓበይቲ መሰረት ድማ እዚ ሕጂ እቲ ንሪኦ ከም ዘለና እቲ ኣስካላ ኣስካላ ካበይ ናበይ ይድይብ ኣሎ ካብዚ ናብዚ ካብዚ ናብዚ ነታ መሰረት ነዚኣ ክሳዕ ዘይሰበራ ኣንፈቱ ንታሕቲ ክንብል ኣይከኣልን እዩ ሕጂ በዚኣ ዙም ኣው ጌርና ምስ ረኣና እቲ ቢትኮይን ኣብ ደሓን ኩነታት እዩ ዘሎ ቢትኮይን እቲ ናቱ ትረንድ ክሳዕ ሕጂ ኣይተሰብረን ኣሎ ኣብ ቀጻሊ ክንሪኦ ኢና ማለት እዩ እዚኣ ክሳዕ ኣብዚ ዘይተሰብረት ወል ሓንቲ ተኣማሚና ቢትኮይን ናቱ ትረንድ ንታሕቲ ክንብሎ ኣይከኣልን እዩ ኣብዚ እዚኣ ዘን ዝመፃ ዘሎ ኣዋርሕ ነዛ ካንድል እዚኣ ይሰብራኣ ዶ ኣይሰብራኣን ክሳብ ኣበይ ክበጽሓ ይኽእላ ክሳዕ ኣብዚ ፍርቂ ድየን ዝበጽሓ ነዛ ካንድል ሙሉእ ሴራ ኣንፈታ ድያ ክትቅይር መጀመርታ በቲ ዝበልናዮ ኣብዚ ዝህበና እቲ ፕራይስ ኣክሽን እዚ ናይ ኣብ መንጎ ቴስዓ ሽሕ ክሳዕ ቴስዓን ኣርባዕተን ሽሕ ዘሎ ንዕኡ ምስ ረኣና ከም ብሓድሽ ቪድዮ ሰሪሕና ድማ ኣናላይዝ ክንገብሮ ኢና ከምዚ ዝረኣናዮ ቢትኮይን ንግዜኡ ብግዜያዊ መገዲ ንታሕቲ ገጹ ይኸይድ ከም ዘሎ ርኢናዮ ኣለና ነዚ ዝበልናዮ ክሳዕ ዘይሰበሮ ወይ ድማ ነዛ ላዕለወይቲ እዚኣ ነዚኣ ኣብዚ ዘሎ ናይ 94 ሽሕ እዚኣ እውን ምልክት ትህበና ኣላ እዚ ናይ ትስዓን ኣርባዕተን ሽሕ ክሳዕ ዘይተሰብረ እውን ንላዕሊ ገፁ ኢልና ደፊርና ክንዛረብ ኣይክእልኒ ኣይንኽእልኒ ኢና ስለዚ ኣብ ቀፃሊ መምስ ምዕባለታቱ ናበይ ኣንፈት ከም ዝኸይድ ምስ ቀፃሊ ክንሪኦ ኢና ክሳዕ ምስ ሓድሽ ትሕዝቶ ኣብ ቀፃሊ መዓልቲ ክሳዕ ንራኸብ በቢ ዘለናዮ ሰላም ወሰናይ